ሰላም ሰላም ተኸታተልቲ ናይዛ ቻነል ከመይ ምሲኹም ከመይ ውዒልኩም ፅቡቅ ክትሎ ተስፋ ይገብር ሎማዓንቲ ከዓ ፍልይ ዝበለት ማለት ካብቲ ናይ ቪታሚናት ውፅእ ኢልና ብዛዕባ ሓይሊ ናይቶም ክልተ እትብል ኣርእስቲ ኢና ክንዘራረብ ደልየ ዘለኹ እቶም ክልተ ምን እዮም ፖዚቲቭን ኔጌቲቭ ፖስቲቭን ኣተሓሳስባ ፖስቲቭን ኔጌቲቭን ኣተሓሳስባ ኣብ ሂወትና ዘምጽዎ ለውጢ ክንርኢ ኢና ማለት ዝበዝሕ ግዜ ዝኾነ ነገር የጋጥመና ንኣብነት ማለት እዩ ሕጂ ኣክኒ ነቲ ፖስቲቭ ሕጂ ንኣብነት ሓደ ሰብ ወይ ሓደጋ መኪና ወላ ኣጋጢሞ ንበል ኣይግበረሉ ኣክንዲ ብሰላም ወፂ ኣሎ ካብቲ ሓደጋ ንበል እሞ እጂ ብሰላም ወፂ ኣለኹ ኢሉ ኣክንዲ ነቲ ዘመስግነሉ ገለ ነገራት ክንዲ ዝሓስብ ስለምንታይ ንዓይ ከምዚ ጋጢምኒ ከምዚ ከምዚ ገለ ኢልካ እንድሕር ኣማሪርካ ንኩሉ ፅቡቅ ኣይኮነን ማለት እዩ ንጥዕናካ ፅቡቅ ኣይኮነን ንጥዕና ኣእምሮካ ፅቡቅ ኣይኮነን ኤንወይ ፖዚቲቭ ምሕሳብ ኣብ ሂወትካ ፖዚቲቭ ነገራት እዩ ኣትራክት ዝገብረልካ ኩሉ ፖዚቲቭ ዝኮነ ነገራት ይሰሓበልካ ኔጌቲቭ ጥራይ እንድሕር ትሓስብ ኬንካ ከዓኒ በቃ ሓንጎልና ከምኡ እዩ ዝደሊ ዘሎ ዝሰብ ገለ ኢሉ ስለ ዝሓስብ እቲ ኔጌቲቭ ዘበለ ሓሳባት ናባኻ የምፅልካ ማለት እዩ ሕጂ ሓንቲ ዛንታ እየ ክነግረኩም መሃሪት ትኸውን እያ ኢለ ዝሓሰብኳ ዛንታ ኣላ ክነግረኩም እየ ቀደም እዩ ኣብ ግዜ ንግስነት ማለት እዩ ዓለምናስ ብግዜ ንግስነትና ተመሓደረት ከላ ዝነበረ ዛንታ እዩ። ሕጂ ኣብ ሓደ ዓዲ ክልተ መንእሰያት ሰሪቖም ክወጽእ ከሎ ካብ ሓደ ድኳን ሰሪቖም ክወጽእ ከለዉ ተኣሲሮም ተታሒዞም ተኣሲሮም ማለት እዩ። ኣብቲ ግዜ እቲ ዝኾነ ክሰርቕ ዝተታሕዘ ሰብ ይእስ እንድሕር ተኣሲሩ ተታሒዙ ማለት እዩ ተኣሲሩ ንሞት እዩ ዝፍረድ ነይሩ። ንሳቶም ከኣ ልክዕ ከም ሰቦም ንሞት ተፈሪዶም ማለት እዩ። ሽዑ ተኣሲሮም ግን ሰሙን ጸኒሖም። ኣብቲ ሰሙን ዝጸንሕሉ ግዜ እቲ ሓደ ፖሲፍ ይሓስብ ነይሩ። ኩሉ ግዜ እንታይ ይብል? በቃ ኣነስ ኣይመውትን እየ ካብዚ ቤት ማእሰርቲ ወፅየ በቃ ንእግዚኣብሔር ይቕሬታ ለሚነ ፅቡቕ ነገር እንዳገበርኩ ካብ ጌጋይ ተማሂረ ተመርዔ ወሊደ ፅቡቕ ሂወት ኣሕሊፈ ኣሪገ ክመውት እየ ዝደሊ ከምኡ ኢኻ ክኸውን ኣብዚ ቤት ማእሰርቲ ሳይ ውድእኒ ሂወተ ሂወተይስ ክትቅፅል ኢሉ እዩ ዝሓስብ ነይሩ እቲ ሓደ ከዓ ኦሮማይ ክንመውት ኢና በቃ ኣብዚ ቤት ማእሰርቲ ኣትኩ ዝወጸ ሰብ ወላ ሓደ ሰብ የለን ዋላ ብታሪኽ ሰሚዕና ወለኳ ኣይንፈልጥን ኢና ሰሙማትና ዘይተርፍ እዩ ገሊኡ እዩ ዝሓስብ ሽዑ ነቲ ፖዚቲቭ ዝሓስብ ሰብ ካብ ኩሉ ግዜ ፅቡቅ እንተሓሰብካ እዩ ፅቡቅ ስለዚ ፅቡቅ ሕሰብ ክንሞት ኢና ኣይተበልገለ ይብሎ ነይሩ እዚ ከዓ በቃ ኖ ክንመወት ኢና ካብዚ ክንወፅ ኢልካ እሞ ምሕሳብ እሞ ፅላለ እዩ ገለ ኢሉ ድሃ ድነግሮ ነይሩ ማለት እዩ ካብኡ ሽዑ ከምኡ ኢሎም ይካትዑ ይካትዑ ኤንወይ ሰሙን ተወዲዓ እታ ናይ መወዳእታ መዓልቲ በፂሓ ማለት እዩ እቲ ፖስቲቭ ዝሓስብ ዝነበረ ሰብ ግን ተስፋ ኣይቆረፀን ክሳብ መወዳእታ በቃ ኣነ ክድሕነ ኢሉ እዩ ዝሓስብ ነይሩ እትኻ በቃ ቀደም ክመውት ኢሉ ሓሲብ እዩ ኦልሬዲ ካብኡ ናይ ሞቶም ግዜ ምስ ኣኸለ እቲ ኔጌቲቭ ኣተሓሳስባ ዘለዎ ወይ እቲ ኣሉታዊ ኣተሓሳስባ ዘለዎ ሰብ ይወፅእ መጀመርታ ንክቕተል ማለት እዩ ምስ ወፀ እቲ ንጉስ ምርጫ ይህቦም እዩ እንታይ ዓይነት ኣማውታ እንታይ ዓይነት ኣቃታትላ ክንቀትለኩም ገለ እዩ ዝብሎ እንታይ ዓይነት ኣማውታ ይሕሸካ ምስ በሎ ካብ ምሕናቕ ካብ ብኻራ ብገለገለ ማለት እዩ ኩሎም ዓይነት ቅትለታት ሕጂ ንሱ ከዓ እንታይ ይብል ባ ኣነስ ብስሚ ስሚ ስቲኹም ቅተሉ ንስሚ ይሕሸኒ ገለ ይብሎም ስሚ ኣስትዮም ቀቲሎም ሞይቱ እቲ ሓደ ከዓ መፂ ክመውት ማለት እዩ ምስ መፀ እንታይ ዓይነት ኣመዋውታ እዩ ዝሕሸካ ገለ ኢሉ ሓቲትዎትሉ እሞ ኸዓ ሰብ ተኣኪቦም ገለ እዮም ዝርእይዎም በቃ ኣብ ማእኸል ህዝቢ እዮም ገለ ዝቕተሉ ሽዐ ኢልዎ ንንጉስ ኣነ ኢልዎ ሸምጊለ ካብ ዝገበርኮ በደል ይቕሬታ ሓቲተ ተማሂረ ወሊደ ዘሚደ ኣሪገ ሸምጊለ ክመውት እየ ዝደሊ ኢልዎ እቲ ንጉስ ብጣዕሚ ተገሪሙ ካብዞም ኩሎም ቅድሚ ሕጂ ሰሪቆም ዝተቐትሉ ሰባት ወላ ሓደ ሰብ ከምዚ ናትካ ዓይነት ልቦና ዘለዎ ሰብ ሲ ኣጋጢምኒ ይፈልጥን ኢሉ ብጣዕሚ ይግረም ሽዑ እንታይ እስከ ይብሎ እስከ ገምቱ ሽዕቲ ንጎስ እንታይ ኢልዎ በቃ ከም ድላይካ ይኹነልካ። ከምዚ ዝበለ ለባም መልሲ ሰሚዐ ኣይፈልጥን እሞ ኪድ ነፃ ልቐቕዎ ሸምጊሉ ይሙት ኢሉ ፈሪድዎ ንብለኩም እቲ ወዲ ካብ ቤት ማእሰርቲ ወፂኡ ሂወቱ ክመርሕ ጀሚሩ ከምቲ ዝበሎ ከዓኒ ፅቡቕ ናብራ የሕሊፉ መወዳእቱ ሞት ዘይተርፍ እዩ ሞይቱ ስለዚ ሓይሊ ናይ ፖዚቲቭ ኣተሓሳስባ ሕጂ ካብዚኣ ነገር ክትርድእዋ ዝደለኹኹ ማለት እዩ ክሳብ ክንደይ ፖዚቲቭ ኣተሓሳስባ ንሂወትና ዓብዪ ተራ ከም ዘለዎ ዓብዪ ደስታን ሓጎስን ከዓ ከምፀልና ከም ዝኽእል ኩሉ ግዜ ወላ ኣብ ፀልማት ንሃሉ ኣብ ቤት ማእሰርቲ ንሃሉ ሓሚምና ኣሎ ነታ ዘላትና ንእሽተይ ከነመስግነላ ንኽእል ነገር እንዳሓሰብና ኣመስገንቲ ንኹን ኣብ ዝቕፅል ብካልእ ትሕዝቶ ክንራኸብ ኢና ሰሰናዩ ቻው